ሰላም ሰላም ፍትወትን ክብራንን ኣብ መላእ ዓለም ትርከቡ ናይ ቻናለይ ቤተሰብ በብዘለኹምዎ ሰላምኩም በዛሕ ተረፍ ይበለለይ። እንኳዕ ድማ ናብ ቻናለይ ብሰላም መጻኹም። ናይ ሎማዓንቲ ቪድዮ ዝኸውን ከዓ ከምቲ ልሙድ ዕለታዊ ሸርፌ ብናይ ኢትዮጵያ ንግድ ባንኪ እና ብከፍተኛ መጠን ዝሽርፋ ናይ ግሊ ባንክታት ብዓብዩ ከዓ ብፀሊም ዕዳጋ ክንደይ እንሆ ንዝብል ሓቢርና ክንርኤና ሎማዓንቲ ግንቦት 18 ወይ ከዓ ሜይ ዕስራን ሽዱሽተን ዝርዝር ሃገራት ከምኒ ኣሜሪካ፣ ዶላር፣ ኣውስትራልያ፣ ዶላር፣ ካናዳ፣ ዶላር፣ ስዊስ ፍራንክ፣ ባህሬን ዲናር፣ ፓውንድ፣ ዩናይትድ ኣረብ እምሬ ድርሃም፣ ስዑዲ ዓረብ ሪያል፣ ቻይና፣ ኡማን፣ እስራኤል፣ ጆርዳን፣ ኩዌት ወዘተ ዝበሉ ክርኤና ሰናይ ፃንሒት። ንቻናለይ ሓደሽቲ ዝኾንኩም ሳብስክራይብ ነባራት ዝኾንኩም ከዓ ላይክ ሸር እናገበርኩም ናተበረታትዑኒ ብትሕትና ይላቦ። ክብራት ኣሕዋተይ ሎማዕንቲ ብሰበር ዜና የመፅኒ ሰበር ዜና ኢትዮጵያ ንግድ ባንኪ ብዘይተፀበናዮ መልክዑ ልዕሊ ሰለስተ ኣርባዕተ ወርሒ ዘይተፀበናዮ ሸርፊ ወሰኽ ገይረሉ ማለት እዩ። ከምቲ ዝፍለጥ ኢትዮጵያ ንግድ ባንኪ ካብተን ካልኦት ባንክታት ብጣዕሚ ዝቅተኛ ዝቅተኛ እዩ ነይሩ። ክትገዝእዎም ብሕሳር ክትሸጥዎም ብሕሳር እዩ ነይሩ። ሎማዓንቲ ግን ልዕሊ ሰለስተ ኣርባዕተ ወርሒ ከባቢ ሰለስተ ኣርባዕተ ወርሒ ብምፅባይ ቢያንስ ካብ ሓንቲ ቅርሺ ልዕሊ ዓሰርተ ሓሙሽተ ቅርሺ ወሰኽ ገይሩ ኣሎ። ብሙሉእ እዩ ወሰኽ ገይሩሉ ዘሎ ሓቢርና ክንርኢና ኢትዮጵያ ንግድ ባንኪ እዚ ዝኣክል ወሰኽ እንድሕር ገይሩ ሕዚ ዘናይ ግሊ ባንክታት ከ እንታይ ዝኣክል ወሰኽ ክገብራ እየን ንዝብል ደሞ ካብ ፅባሕ እንድሕር ፅባሕ ኣቢልና ንሪኦ ንኸውን። ንሱ ብቻ ዘይኮነ ብዓብይኡ ፀሊም ዕዳጋ ብባንክታት እንድሕር ድኣ ወፂኡ ከሪኡ ፀሊም ዕዳጋ ከ ኣበይ ክበፅሕ እዩ ንዝብል ደሞ ገና እዩ ጉድና ኣይተፈለጠ እዩ ብጣዕሚ ክውስኽ እዩ ዝመስል ሸርፍ እዩ ማለት እዩ ዝሮ ዝሮ ግን መጀመርያ ብናይ ኢትዮጵያ ንግዲ ባንኪ ክጅምረልኩም እሞ እቲ ወሰኹ ታይ ዝኣክል እዩ ዝብል ሓቢርና ንረኣዮ ድሕሪ ናይ ኢትዮጵያ ንግዲ ባንኪ ከዓ ብናይ ፀሊም ዕዳጋ ክንርኢና ሰናይ ምክታል ኢትዮጵያ ንግዲ ባንኪ ብሎማዓንቲ ዕለት ዶላር ከምቲ ዝፍለጥ እስካብ 124 እዩ ነይሩ መለስ ኢልኩም ኣብቲ ናይ ትማሊ ብቕሮ ትማሊ ዝሓለፈ ቪዲዮታተይ ትርእይዎ ትኽእሉ ኢኹም ኣርባዕተ ቅርሺ ብምውሳኽ ሚእትን ዕስራን ሸሞንተን ቅርሺ ገይርዎ ኣሎ ሕዚ ሚእትን ዕስራን ሸሞንተን ቅርሺ ንስኻትኩም ክትሸጡ ከለኹም ንስኻትኩም እዚ ናብ ባንክ ተእትዎ ከለኹም ብሚእቲ ዕስራን ሸሞንተን ቅርሺ ይገዝአኩም ኣሎ ንሱ ድማ ክልተ ሰለስተ ቅርሺ ኣትሪፉ ይሸጦ ኣሎ ቢያንስ ካብ ሚእትን ሰላሳን ሓደን ቅርሺ ይሸጦ ማለት እዩ እና ኣርባዕተ ቅርሺ ወሰኸር እዩ እኒሆ ፓውንድ እስካብ ሚእትን ሓምሳን ክልተን እዩ ነይሩ እዚ ማለት ሎማዓንቲ ሚእትን ሰብዓን ገይርዎ ኣሎ እዚ ማለት ገዛ እዚ መነሻ እዩ እናወሰኸ ከዓ ክኸይድ እዩ ስለዚ ከባቢ ዓሰርተ ሸሞንተ ቅርሺ ወሰኽ ኣርእና እኒሆ ኣብ ፓውንድ ማለት እዩ ብሓንቲ መዓልቲ ወሰኽ ገይሩሉ እኒሆ ዩሮ እዩ ዩሮ ከምቲ ዝፍለጥ ኣብ ዝሓለፈ ቪዲዮታተይ ኢትዮጵያ ንግድ ባንኪ እስካ ሚእትን ዕስራን ትሽዓተን ቅርሺ እዩ ነይሩ ሎማዓንቲ ዓሰርተ ዓሰርተ ሽዱሽተ ቅርሺ ብምውሳኽ ሚእትን ኣርባዓን ሓሙሽተን ቅርሽን ገይርዎ ኣሎ ኣብ ሓንቲ መዓልቲ ልዕሊ ዓሰርተ ሽዱሽተ ቅርሺ ወሰኽ ኣርእዩ እኒሆ ብጣዕሚ እዩ ወሰኽ ኣብ ሓንቲ ሳዕ ኣብ ሓንቲ ፀሓይ ንሓንቲ ቅርሺ ዓሰርተ ሓሙሽተ ቅርሺ ዓሰርተ ሽዱሽተ ቅርሺ ዕስራ ቅርሺ ወሰኽ ማለት ብጣዕሚ ኪሳራ እዩ ማለት እዩ እና ከምዚ መስል ክብራት ኣሕዋተይ ናይ ስዊዘርላንድ ፍራንክ ሚእትን ሓምሳን ሰለስተን ዜሮ ሓደ ሳንቲምን ገይርዎ ኣሎ። ናይ ኩዌት ዲናር ኣርባዕተ ሚትን ዓሰርተን ገይርዎ ኣሎ። እስካብ ሰለስተን ተስዓን ሰለስተን ሰማንያን እዩ ነይሩ። ናይ ቻይና ዩሃን ዓሰርተ ሽዱሽተ ቅርሺ እዩ ነይሩ። ዓሰርተ ሸውዓተን ኣርባዓን ሸሞንተን ሳንቲምን ገይርዎ ኣሎ። ናይ ዱባይ ድርሃም ሰላሳን ሰለስተን ሰዓን ሓሙሽተን ሳንቲምን ነይሩ። ቅርሽን ዓሰርተ ሳንቲምን ወሲኹ ሰላሳን ኣርባዕተን ቅርሽን ሰማንያን ሓሙሽተን ሳንቲምን ገይርዎ ኣሎ። ናይ ስዑዲ ዓረብ ሪያል ሰላሳን ሰለስተን ቅርሺ ብቻ ነይራ። ቅርሽን ዓሰርተ ኣርባዕተ ሳንቲምን ብምውሳኽ ሰላሳን ኣርባዕተን ቅርሽን ዓሰርተ ኣርባዕተ ሳንቲምን ገይርዎ ኣሎ ማለት እዩ። ፎቶ ከቐምጠልኩም እየ ብዓብዩ ትርእይዎ ትኽእሉ ኢኹም። እንግዲህ ክብራት ኣሕዋቴ የኢትዮጵያ ንግድ ባንኪ የዕለታዊ ውጪ የምንዛሬ ተመን ብሎ ጽፈላችኋል። ለምሳሌ የመጀመርያ ዶላር እኒሆ ሚእትን ዕስራን ኣርባዕተን ነይሩ ሚእቲ ዕስራን ሸሞንተን ገይርዎን እዩ ከምኡ እናለ ንታሕቲ ይወርድ እዚ ከም ምሳሌ እዩ እምበር ዝር- ዝርዝር ሃገራት ናይ ብዙሓት ኣሎ ግን እቲ ቪድዮ ክነውሕ ስለ ዝኽእል ከም ኣብነት እዚአን ጠቒሰልኩም እኒኹ ማለት እዩ እምበር ኩሉ ዝርዝር ሃገራት ናብ ኢትዮጵያ ዝኣቱ ውጭ ምንዛሬ ኩሉ ወሰኽ ገይሩሉ እዩ ማለት እዩ ከም ኣብነት ግን እዚ ምክንያቱም ሓሰኺ እኽ ገለ ንትብሉ መረጋገፂ ንክኾነኩም እየ እምበይ ኣነ ኣብ ሸርፊ ንባዕለይ ስለ ዘይጥቀመሉ ኣነ ንዓኻትኩም ሓበሬታ ንምሃብ ድኣ እምበር ኣነ ዝጥቀመሉ ነገር የለይ ስለዚ ከም መረጋገፂ እቲ ፎቶ ኣቕሚጠልኩም እኒኹ ማለት እዩ። ቀፂልና ንሪኦ ከዓ ብናይ ኢትዮጵያ ብላክ ማርኬት ወይ ከዓ ሓዋላ ፀሊም ዕዳጋ ውዕሎ ክንርኢ ኢና። ብመጀመርያ እንሪኦ ናይ ኢትዮጵያ ብላክ ማርኬት ያው ግንቦት 18 ወይ ከዓ መይ 26 እዩ። ሓደ ናይ ኣሜሪካ ዶላር ብናይ ኢትዮጵያ ብላክ ማርኬት ወይ ከዓ ብሓዋላ ሚእትን

ቀጺልና ንሪኦ ናይ ካናዳ ዶላር ሓደ ናይ ካናዳ ዶላር ብናይ ኢትዮጵያ ብላክ ማርኬት ሚእትን ዓሰርተ ክልተ ቅርሽን ሳለሳን ክልተን ሳንቲምን ክሽረፍ ከሎ ሚእቲ ናይ ካናዳ ዶላር ዓሰርተ ሓደ ሽሕን ክልተ ሚእትን ሳላሳን ክልተን ቅርሽን ይመፀሎ ማለት እዩ። ብምቕፃል ንሪኦ ናይ ኣውስትራልያ ዶላር። ሓደ ናይ ኣውስትራልያ ዶላር ብናይ ኢትዮጵያ ብላክ ማርኬት ተስዓን ትሽዓተን ቅርሽን ተስዓን ሓሙሽተን ሳንቲምን ክሽረፍ ከሎ ሚእቲ ናይ ኣውስትራልያ ዶላር ትሽዓተ ሽሕን ትሽዓተ ሚእትን ተስዓን ሓሙሽተን ቅርሽን ይመጸ ኣሎ ማለት እዩ። ብምቕጻል ንሪኦ። ናይ ስዊዘርላንድ ፍራንክ ሓደ ናይ ስዊዘርላንድ ፍራንክ ብናይ ኢትዮጵያ ብላክ ማርኬት ሚእትን ተስዓን ክልተን ቅርሽን ዓሰርተ ሸሞንተ ሳንቲምን ክሽረፍ ከሎ ሚእቲ ናይ ስዊዝ ፍራንክ ዓሰርተ ትሽዓተ ሽሕን ክልተ ሚእትን ዓሰርተ ሸሞንተ ቅርሽን ይመፅእ ኣሎ ማለት እዩ። ክብራት ኣሕዋተይ ቀጺልና ንሪኦ ናይ ባህሬን ዲናር። ሓደ ናይ ባህሬን ዲናር ብናይ ኢትዮጵያ ብላክ ማርኬት ኣርባዕተ ሚእትን ዓሰርተ ሸሞንተ ቅርሽን ዜሮ ዜሮ ሳንቲምን ክሽረፍ ከሎ ሚእቲ ናይ ባህሬን ዲናር ኣርባዓን ሓደን ሽሕን ሸሞንተ ሚእትን ብቻ ይመጸ ኣሎ ማለት እዩ። ቀጺልና ንሪኦ ናይ እንግሊዝ ፓውንድ ስተርሊንግ። ሓደ ናይ እንግሊዝ ፓውንድ ስተርሊንግ ብናይ ኢትዮጵያ ብላክ ማርኬት ክልተ ሚእትን ዓሰርተ ሓደ ቅርሽን ዓሰርተ ሸውዓተ ሳንቲምን ክሽረፍ ከሎ ሚእቲ ፓውንድ ስተርሊንግ፣ ዕስራን ሓደን ሽሕን ሓደ ሚእትን ዓሰርተ ሸውዓተ ቅርሽን፣ ይመጽእ ኣሎ ማለት እዩ ክብራት ኣሕዋተይ። ቀጺልና ንሪኦ ናይ ዩናይትድ ኣረብ እምሬት ወይ ከዓ ናይ ዱባይ ድርሃም ሓደ ናይ ዱባይ ድርሃም ብናይ ኢትዮጵያ ብላክ ማርኬት ኣርብዓን ሰለስተን ቅርሽን ሰብዓን ሽዱሽተን ሳንቲምን ክሽረፍ ከሎ ሽሕ ናይ ዱባይ ድርሃም ኣርብዓን ሰለስተን ሽሕን ሰብዓን ሽዱሽተን ቅርሽን ይመጽእ ኣሎ። ቀጺልና ንሪኦ ናይ ቻይና ዩሃን ሓደ ናይ ቻይና ዩሃን ብናይ ኢትዮጵያ ብላክ ማርኬት ዕስራ ቅርሽን ሳለሳ ሳንቲምን ክሽረፍ ከሎ ሚእቲ ናይ ቻይና ዩሃን ዕስራ ሽሕን ይቅርታ ሚእቲ ናይ ቻይና ይውሃን ክልተ ሽሕን ሰላሳን ሓደን ቅርሽን ይመፀሎ ከብ ፀሊም ዕዳጋ ናይ ሳናቲም ምቅያር ድኣ እምበር ብዙሕ ወሰኽ ብዙሕ ቅናሽ ኣየርእየናን ምክንያቱም ኢትዮጵያ ንግድ ባንኪ ገና ካብ ሎማዓንቲ ጀሚሩ የውፅዎ ዝኒሆ ኣብ ሰሙን እዚ ግን ዓብዪ ለውጢ ክህሉ እዩ ኢልና ተስፋ ንገብር ማለት እዩ ብርግፅ ኣነ ክወስኽ ኣይደልን ግን ኢትዮጵያ ንግድ ባንኪ ብጣዕሚ ወሲኹ ስለ ዝኒሆ ዘናይ ግሊ ባንክታት እዚ ብላክ ማርኬት ድሞ ኣበይ ከም ዝበጽሕ ያው ርግጸኛታት ኣይኮናን። ስለዚ ቅርሽኹም ንግዚኡ ተትሕዝዎ ይምረጽ። ብዘይኩን ዕዳጋ ምንታን ከይትልእኽዎ ንእሽተን ይረጋጋዕ ማለት እዩ። ቀጺልና ንሪኦ ናይ ስዑዲ ዓረብ ሪያል ክኸውን ሓደ ናይ ስዑዲ ዓረብ ሪያል ብናይ ኢትዮጵያ ብላክ ማርኬት 42 ቅርሽን 54 ሳንቲምን ክሽረፍ ከሎ ሽሕ ናይ ስዑዲ ዓረብ ሪያል ኣርብዓን ክልተን ሽሕን ሓምሳን ኣርባዕተን ቅርሽን ይመጽእ ኣሎ ዝተወሰነ ሳንቲም ወሰኻ ርኢና እኒሆ ቀጺልና ንሪኦ ናይ ኦማን ሪያል ሓደ ናይ ኦማን ሪያል ብናይ ኢትዮጵያ ብላክ ማርኬት ኣርባዕተ ሚእትን ዓሰርተ ሓደ ቅርሽን ሰላሳን ሓሙሽተን ሳንቲምን ክሽረፍ ከሎ ሚእቲ ናይ ኦማን ሪያል ኣርባዓን ሓደን ሽሕን ሓደ ሚእትን ሰላሳን ሓሙሽተን ቅርሽን ይመጽእ ኣሎ ማለት እዩ ቀጺልና ንሪኦ ናይ ኩዌት ዲናር ሓደ ናይ ኩዌት ዲናር ብናይ ኢትዮጵያ ብላክ ማርኬት ሓሙሽተ ሚእትን ዓሰርተ ሽዱሽተ ቅርሽን ስልሳ ሳንቲምን ክሽረፍ ከሎ ሚእቲ ናይ ኩዌት ዲናር ሓምሳን ሓደን ሽሕን ሽዱሽተ ሚእትን ስልሳን ይመጸሎ ማለት እዩ። ቀጺልና እንሪኦ ናይ ጆርዳን ዲናር ሓደ ናይ ጆርዳን ዲናር ብናይ ኢትዮጵያ ብላክ ማርኬት ክልተ ሚእትን ክልተ ሚእትን ዕስራን ነጥቢ ተስዓን ሳንቲምን ክሸረፍ ከሎ ሚእቲ ናይ ጆርዳን ዲናር ዕስራን ክልተ ዕስራን ክልተን ሽሕን ክልተ ሚእትን ተስዓን ሓደን ቅርሽን ይመጽእ ኣሎ ቀጺልና እንሪኦ ናይ ስዊድሽ ክሮን ሓደ ናይ ስዊድሽ ክሮን ብናይ ኢትዮጵያ ብላክ ማርኬት 14 ቅርሽን 90 ሳንቲምን ክሽረፍ ከሎ ሚእቲ ናይ ስዊድሽ ክሮን ሽሕን ኣርባዕተ ሚእትን ተስዓን ብቻ ይመጽእ ኣሎ። ብምቕጻል ንሪኦ ናይ እስራኤል ሽቅል ሓደ ናይ እስራኤል ሽቅል ኣርብዓን ሰለስተን ቅርሽን ነጥቢ ዜሮ ሓደ ሳንቲምን ክሽረፍ ከሎ ሚእቲ ናይ እስራኤል ሽቅል ብጸሊም ዕዳጋ ኣርባዕተ ሽሕን ሰለስተ ሚእትን ሓደን ብቻ ይመጸሎ ማለት እዩ። ቀጺልና ንሪኦ ናይ ቱርኪ ሊሪ ሓደ ናይ ቱርኪ ሊሪ ብናይ ኢትዮጵያ ብላክ ማርኬት ኣርባዕተ ቅርሽን ዓሰርተ ሳንቲምን ክሽረፍ ከሎ ሚእቲ ናይ ቱርኪ ሊሪ ኣርባዕተ ሚእትን ዓሰርተን ይመጸሉ ክብራት ኣሕዋተይ ናይ ሎማዓንቲ ዝርዝር ሃገራት ሸርፊ ከምዚ ይመስል ነይሩ ንስኹም ከ ክንደይ ትሕውልዎ ኣለኹም ንዝብል ደሞ ኣብ ኮሜንት ጻሕፉ እና ዝሰሙን እዚ እንድሕር ምንም ዘይትጠቀምሉ ኮይንኩም ናብ ዓዲ ገንዘብ ሰዲድኩም ኣብ ኢድኩም እና ክብራት ኣሕዋተይ ቪድዮ እዚኣ ትመስል ነይራ እስካዕ ቪድዮ ፍጻመ ዝተኸታተልኩምኒ ካብ ልቢ ናመስገንኩ እየ ላይክ ሸር ሰብስክራይብ ምግባር ኣይትርስዑ ብጣዕሚ እየ ዝፈትወኩምን ዘኽብረኩምን ሰሰናዩ